ሰላም ጥዕና ይሃበልና ፈትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና። ንቻናልና ሓደሽቲ ዝኾንኩም ሳብስክራይብ፣ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም። ፈለማ ቀንዲ ቀንዲ ነጥብታት ዜና ዝዕለት ብዓይነቱ ፍልይ ዝበለ መግለጺ ዘውጽእት ኣርሚ ዕስራን ሽዱሽተን ልኡኽትኣ እንታይ እዩ ዝብል ዝርዝር ክነስዕበልኩም ኢና። ህልውናን ድሕንነትን መሰል ረብሓ ህዝቢ ትግራይ መሊኡ ክሳብ ዝረጋገጽ ኩሉ ካባና ትጽቢት ዝግበር ክንፍጽም ወሓስ ህላወ ትግራይ ኮይና ከምንቕጽል ነፍልጥ።
ትግራይ መጓዓዝያ ኣውቶብስ ካብን ናብን ዓጽያ። ምምሕዳር ትራምፕ ኣብ ልዕሊ መሪሕነት ህወሓት ዝኽተሎ ዘሎ መርገጺ ደጊሙ ክፍትሾ ከም ዘለዎ ሰበስልጣናት ኣሜሪካ ኣተሓሳሲቦም። ንፕሬዝደንት ኢሳያስ ኣፈወርቂ ክትክእ ዝኽእል ሓዱሽ መራሒ መን ምዃኑ ብግልፂ ተፈሊጡ ኣሎ። ኢትዮጵያ ንጎረባብታ ጥይት ብምሻጥ ተወሳኺ ሸርፊ ወፃኢ ትረክብ ከም ዘላ ገሊፃ ዝብሉን ካልኦትን እዮም። ምሳና ፀኒሕኩም ምሉእ ትሕዝቶና ክትከታተሉ እንዳዓደምና ናብ ዝርዝር ሓበሬታ ክንሓልፍ። ብዓይነቱ ፍልይ ዝበለ መግለፂ ዘውፀአት ኣርሚ ዕስራን ሽዱሽተን ልእኽቶኣ እንታይ እዩ ዝብል ዝርዝር ናባኹም ኣቢልና ኣለና። ንሕና ማእኸሎትን ታሕተዎትን ኣመራርሓ ኣርሚ ዕስራን ሽዱሽተን ኮር ሰለስተ፣ ካብ ዕለት ሰላሳ ተሽዐ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ክሳብ ዓሰርተ ሰለስተ ዓስራይ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘካየድናዮ ስትራተጂካዊ ስልጠናታት መሰረት ብምግባር ወተሃደራውን ፖለቲካውን ቁመናና ብምስትኽኻልን ብሉጽ ውሽጣዊ ሓድነት ብምፍጣርን ዝተውሃበና ህዝባውን መንግስታውን ልእኽቶ ብዝለዓለ ብቕዓት ንምፍጻም ቃል ንኣቱ ኢሎም።
ጓል ሰለስተ ካብ ዕለት ሰላሳ ወርሒ ትሽዓተ ዓሰርተ ሰሙን ዓሰርተ ሸሞንተን ጀሚሩ ክሳብ ዕለት ዓሰርተ ሰለስተ ወርሒ ዓሰርተ ክልተን ዓሰርተ ሸሞንተን ኣብ ዘካየድናዮ ስልጠናታት መሰረት ብምብጋስ ነዚ ዝስዕብ በዓል ዓሰርተ ሓደ ነጥብታት ዝሓዘ መግለፂ ቅዋም ኣውጺእና ኣለና። ብግዜ የብልናን ዝብል ጽኑዕ መንፈስ ብምስናቕ፣ እዋኑ ዝሓቶ ታሪኻዊ ሓላፍነት ተሸኪምና፣ ኩሉ ካባና ዝግበር ግቡእ ብንቕሓትን ብትግሃትን ክንፍጽም ኢና ዝበሉ እዞም ኣባላትን ኣዘዝትን ሰራዊት፣ ብዝወሰድዎም ሰልጠናታት ናይ ኣሃዱታትን ጀጋኑ ተጋደልትን ዓቕሚ ብምውህሃድ፣ ብዝልዓለ ውፍይነትን ጽንዓትን ቅንዕናን ብቑዕ ኣመራርሓን ብምስራሕ ውጽኢታዊ ስራሕ ከምነምዝግብ ቃል ንኣቱ ኣለና ክብሉ ገሊጾም። ብምቕፃል ዘላቒ ህልውናኣ፣ ድሕንነትን መሰረታዊ ረብሓን ህዝቢ ትግራይ ሙሉእ ብሙሉእ ክሳብ ዝረጋገፅ ኩሉ ዓይነት መስዋእትነት ብምኽፋል ዋሕስ ህላወ ትግራይ ኮይንና ክንቅፅል ኢና ኢሎም። ዘኻዕበትናዮ ፍልጠትን ዓቕምን ብትካላዊ ኣገባብ ናብ ኣሃዱታትና ብምስራፅ ድማ ብፃያዊ ሓልዮት ምክብባርን ሓድነትን ዘይነፅፍ ዓንዲ ሓይሊ ክነግስ ክንሰርሕ ኢና ኢሎም። ብትካላውነት ዝምራሕ ህዝባዊ እምነቱን ውግንንኡን ዘረጋገጸ፣ ሓያል ስነ-ምግባርን ጭዋ ባህልን ዝተላበሰ ሰራዊት ብምህናጽ፣ ብህዝብና ሙሉእ ብሙሉእ ዝተነብረሉ፣ ብጸላእትና ድማ ዘፍርሕ ሓይሊ ኮይንና ክንርከብ ኢና ኢሎም። ቁጽሪ ሓደ፣ ንሕና ማእኸለዎትን ታሕተዎትን ኣማራጭና ኣርሚ ዕስራን ሽዱሽተን ምኽባር ሰለስተ ተልእኾና ንምዕዋት ልኡኽ መንግስትን ህዝብን ንምፍጻም፣ ዘኽእሉና ዝወሰድናዮም ስልጠናታት ተጠቒምና ፖለቲካውን ወታደራውን ቁመናና ኣስተኻኺልና ድልዱል ሓድነት ፈጢርናን ልኡኽቶና ብኣግባቡ ክንፍፅም ቃል ንኣቱ። ቃል ንኣቱ። ቃል ንኣቱ። ቃል ንኣቱ። ብግልፂ ቁፅሪ ክልተ ብግዜ የብልናን ዝብል ታሪኻዊ ሓላፍነት ተሰኪምና ኩሉ ካባና ትጽቢት ዝግበር ከም ንፍጽም ቃል ንኣቱ። ቃል ንኣቱ። ቁጽሪ ሰለስተ ብዝወሰድናዮም ስልጠናታት ናይ ኣሃዱታትናን ተጋዳላይናን ኣወሃሂድና ብምስራሕ ብተወፋይነት፣ ብጽንዓት፣ ብቕንዕናን ብብቕዓትን ከም ንመርሕ ቃል ንኣቱ። ቃል ንኣቱ። ቃል ንኣቱ። ቃል ንኣቱ። ቁፅሪ ኣርባዕተ፣ ዘላቒ ህልውናን ድሕንነትን መሰል ረብሓ ህዝቢ ትግራይ መሊኡ ክሳብ ዝረጋገፅ ኩሉ ካባና ትፅቢት ዝግበር ክንፍፅም ወሓስ ህላወ ትግራይ ኮይንና ክንቕፅል ነፍልጥ ነፍልጥ ነፍልጥ ዕስራ ሓሙሽተ ዘኻዕወትናዮም ዓቕምን ብቕዓትን ንሃብና በብግዚኡ ትካላዊ ብዝኾነ መንገዲ ተኸቲልና ብፃያዊ ሓልዮትን ሓድነትን ክነጠናኽር ኢና ክነጠናኽር ኢና ቁፅሪ ሽዱሽተ ብትካላውነት ዝምራሕ ዝጋደልን ህዝባዊ ውግንንኡን እምነቱን ዝወነነ ድስፕሊን፣ ጽቡቕ ስነ ምግባርን ዝተላበሰ ብህዝቢ እንእመን ጭዋዊ ባህሊ ህዝብና ዓትዒትና ህዝብና ከም ዝደለዮ ብጸላእትና ድማ ተፈራሕቲ ኮይና ክንርከብ ኢና ክንርከብ ኢና ቁጽሪ ሸውዓተ ኩሎም ድሌታትናን ባህግታትናን ትሕቲ ትግራይ ስለ ዝኾኑ ንህላወ ተጋሩን ትግራይን ንምውሓስ ሰላምን ድሕንነትን ዓድና ንምሕላው ኣስጢምና ከም ንቃለስ ቃል ንኣቱ። ቃል ንኣቱ። ቁፅሪ ሸሞንተ ቃልን ሕድርን ስውኣትና ጠሊሞም ኣንፃር ህላወ ትግራይ ጠጠው ዝበሉ ኣካላት ካብ ዝሓዝዎ ፀረ ህዝቢ ጉዕዘኦም ክምለሱ እንዳሓበርና ነዚ ዘየትግብሩ እንተኾይኖም ግን ቅልፅምናን ሓድነትናን ኣጣናኺርና ክንምክቶም ኢና! ክንምክቶም ኢና! ክንምክቶም ኢና! ክንምክቶም ኢና! ቁፅሪ ትሽዓተ፣ ንሕና ሰራዊት ትግራይ ብዓድናን መረበትናን ክብርናን ምፃት ከም ዘይንደራደር ናይ ርሑቕን ቀረባን ፀላኢ ክፈልጥ ይግባእ! ክፈልጥ ይግባእ! ክፈልጥ ይግባእ! ክፈልጥ ይግባእ! ቁፅሪ ዓሰርተ፣ ነዚ ተግባራዊ ንምግባር በብግዚኡን ወቕቱን ግዚኡን

ክብርን ሞጎስን ንጀጋኑ ሰማእታትና ትግራይ ትስዕር። እዚ ከምዚ ኢሉ እንከሎ፣ ኣብ ዙርያ መለሽ ከተማ መቐለ እትርከብ ኣርሚ ዕስራን ክልተን መቐይሮ ነጥቢ ዝበለቶ ርእሰ ዋኒን ዘትያ። ኣባላት ሰራዊት ትግራይ ኣርሚ ዕስራን ክልተን መበል ሓምሻይ ዓመት ዓወት ወፍሪ ኣሉላን መበል ሰላሳን ሸሞንተን ዓመት ዝኽሪ መዓልቲ ሰማእታትን ምኽንያት ብምግባር ኣብ ከተማ መቐለ ኣብ ዘካየድዎ መድረኽ ዘተ፣ እዚ ታሪኻዊ ዓወት'ዚ ኣብ ሓጺር ግዘ መቐይሮ ለውጢ ዘመዝገበን ዓለም ለኸ ጽልዋ ዝፈጠረን ጅግንነት ምዃኑ ገሊጾም። ህዝቢ ትግራይ ንምጽናት ብዝተፈላለዩ ሓይልታት ተላፊኖም ዕስራን ኣርባዕተን ጥቅምቲ ክልተ ሽሕን ዓሰርተ ሰለስተን ዓመተ ምህረት ብዕሊ ወራር ንዝጀመሩ ጸላእቲ ህልውንኡ ንምርግጋጽ ብዘካየዶ ናይ ሞትን ሕየትን ቃልሲ ታሪኽ ዘይርስዖ ዓወት ኣመዝጊቡ ኢሉ። ብፍላይ ዓሰርተ ሓደ ሰነ ክልተ ሽሕን ዓሰርተ ሰለስተን ዓመተ ምህረት ሰዓት ዓሰርተ ሓደ ኣብ ልዕሊ ዓሰርተ ሓደ ክፍለ ሰራዊት ጸላኢ ኣብ ሸውዓተ ሕጉም ብዝተጀመረ መጥቃዕቲ ወፍሪ ኣሉላ ኣብ ሓጺር እዋን ዝበዝሕ መሬት ትግራይ ሓራ ብምውጻእ ሓረስታይ ትግራይ እውን ናብ ሕርሽኡን ስርሑን ክምለስ ዝገበረ ፍሉይ ፍጻመ እዩ ኢሎም። እዞም ቅድምን ድሕርን ወፍሪ ኣሉላ ዝተመዝገቡ ዓወታት ውፅዕ ህዝቢ እንተድኣ ተወዲቡ ኩሉ ግዘ ሰዓሪ ምዃኑ ዘመስከረን ህዝቢ ትግራይ ርእሱ ኣቕኒዑ ክኸይድ ዘኽኣለን እዩ ኢሎም። ፀላእቲ ንህዝቢ ትግራይ ብውግእ ከምዘይስዕርዎ ዘመስከሩሉ እዚ ዓወት እዚ ሎሚ እውን ንህዝብና ተወሳኺ ሓቦን ወነን ዘስንቕ ህያው ኣብነት እዩ። ሕዚ እውን እዚ ብፅንዓትን ብዋጋ ጀጋኑ ሰማእታትን ዝተረኽበ ዓወት ዘላቕነቱ ክሕሉ ሓድነትና ኣጥቢቕና ብሓዱሽ ወነ ንቕድሚት ክንስጉምን ንቐፃሊ ልእኽቶ ብቑዓት ክንከውንን ዝፅውዕ ታሪኻዊ መድርኽ እዩ ኢሎም። ናብ ዝቕፅል ዜና እንትንሓልፍ ትግራይ መጓዓዝያ ኣኣብቶብስ ካብን ናብን ዓፅያ። ኣብ ትግራይ ብሰንኪ ዘጋጥም ዘሎ ናይ ፀጥታን ድሕንነትን ስግኣታት ከምኡ እውን ናይ ትራፊክ ሓደጋታት ንምክልኻል ካብ ከተማ መቐለን ካልኦት ከባብታትን ተበጊሰን ናብ ኣዲስ ኣበባን ዝተፈላለያ ዓበይቲ ከተማታትን እዛ ሃገር ዝጓዓዛ ናይ ለይቲ ህዝባዊ መጓዓዝያ ኣውቶብሳት ተኣጊደን ኣለዋ። እቲ እገዳ ካብ ኮሚሽን ፖሊስ ትግራይ መምርሒ ትራፊክ ድሕንነት ቁፅፅር ሓደጋ ምፅራይን ዝወፀ ኮይኑ ካብ ዕለት ዓሰርተ ሸሞንተ ዓስራይ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ሙሉእ ብሙሉእ ተግባራዊ ክኸውን ኢዩ ተባሂሉ። እዚ ውሳነ'ዚ ክመሓላለፍ ዝኸኣለሉ ቀንዲ ምኽንያት፣ እተን ብለይቲ ዝጓዓዛ ተሽከርከርቲ ንህዝቢ ዘይሕጋዊ ኣሰራርሓታትን ሓደጋታትን ዘቃልዓ ምዃነን ካብ ህዝቢ ብዝቐረቡ ጥርዓናትን ብዝተረኽበ ሓበሬታታትን ምዃኑ የረጋግጽ። ብመሰረት'ቲ ብሓላፊ መምርሒ ትራፊክ ኣይተ ኣብርሃ ወረደ ተፈሪሙ ናብ ሸውዓቲኤን ዞባታት ፖሊስ ኣብያተ ጽሕፈት ዝተመሓላለፈ መምርሒ፣ ካብ ምሸት ሰዓት ዓሰርተ ክልተን ፈረቓን ጀሚሩ ክሳብ ንግሆ ሰዓት ዓሰርተ ሓደን ፈረቓን ዝግበር ዝኾነ ይኹን ናይ ህዝባዊ ኣውቶቡስ ምንቅስቓስ ፍጹም ዝተኸልከለ'ዩ። እዚ ሓዱሽ ናይ ጉዕዞ ገደብ ውሳነ፣ ቢሮ ትራንስፖርትን መራኸብን ብዕለት ዓሰርተ ሰለስተ ዓስራይ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘመሓላልፎ ወግዓዊ ደብዳበ ስዒቡ ዝወጸ ምዃኑ እቲ ሰነድ ዘረድእ ኮይኑ፣ ፖሊስ ትራፊክ ምስ መጋባእያ ኣካላትን መሓዙት ውድባትን ብምትሕብባር ነዚ ውሳነ ኣብ ዘየትግብሩ ኣካላት ርኡይ ስጉምቲ ንኽወስድ መምርሒ ተዋሂብዎ ኣሎ። ናብ ካልእ ዜና እንትንሰግር፣ ምምሕዳር ትራምፕ ኣብ ልዕሊ መሪሕነት ህወሓት ዘሕለፎ ናይ ቪዛ እገዳ ውሳነ ንረብሓታት ስርዓት ብልጽግና ንምዕጋብን ንውልቃዊ ቁጠባዊ ጥቕምታት ኣሜሪካ ዝተገብረ ሓላፍነት ዘይስምዖ ኣድላዊ ስጉምቲ'ዩ ብምባል ካብ ሰበስልጣን ኣሜሪካ ጥንኩር ነቐፌታ ይገጥሞ ኣሎ። ኣባል ቤት ምኽሪ ኮንግረስ ኣሜሪካ ብራድ ሸርማን ነቲ ውሳነ ዘሕዝንን ዘጉህን ተግባር ብምባል ናይ ሓቂ ሰላም ንምምጻእ ኩሎም ወገናት ብማዕረ ክሳተፉ ከም ዝግባእ ክገልጹ ከለው፣ ናይ ሲኤስኣይኤስ ላዕለዋይ ሓላፊ ካሜሮን ሃድሰን ብወገኖም፣ ኤምባሲ ኣሜሪካ ቋንቋ ቀዳማይ ሚኒስትር ኣብዪ ኣሕመድ ብምጥቃም ንህወሓት ምፍራጁ ንመንግስቲ ኢትዮጵያ ንምሕጓስ ጥራይ ዝዓለመ ምዃኑ ኣቃሊዖም ኣለው። ሃድሰን ወሲኾም እውን ፖሊሲ ኣሜሪካ ኣብ ክንዲ ንሰላም ደው ዝብል ኣብ ቁጠባዊ ረብሓታት ከም መሸጣ ነፈርቲ ቦይንግ ዝተመርኮሰ ምዃኑ፣ ስርዓት ብልጽግና ድማ ኣብ ኣሜሪካ ተንጠልጢሉ ንሃገርን ዞባዊ ሰላምን ብኸቢድ ይጎድእ ከም ዘሎ እውን ገሊጾም። ብምቕጻል ንፕረዚደንት ኢሳያስ ኣፈወርቂ ክትክእ ዝኽእል ሓዱሽ መራሒ መን ምዃኑ ብግልጺ ተፈሊጡ። ኣመሓዳሪ ዞባ ዓንሰባን ኣምባሳደርን ኮይኑ ዘገልገለ ዓብደላ ሙሳ፣ ነቲ ድሕሪ ዕረፍቲ ሚኒስተር ወልደሚካኤል ኣብርሃ ተታሒዙ ዝነበረ ሚኒስትሪ ዞባዊ ምምሕዳራት ከም ዝተረከበ ብማዕኸናት ዜና ተገሊጹ ኣሎ። እዚ ቦታ እዚ ካብ እዋን ምምስራት መሰጋገሪ መንግስቲ ጀሚሩ ከም ዘይወግዓዊ ወይ ዲፋክቶ ምኽትል ፕረዚደንት ኮይኑ ዘገልግል ብምዃኑ እቲ ሓድሽ ሹመት ንዓብደላ ሙሳ ስልጣን ከም ዝሃበን ተካኢ ፕረዚደንት ክኸውን ከም ዝኽእልን ይግመተሎ። ኣብ ኤርትራ ሹመት ላዕለዎት ሰበ ስልጣናት ብወግዒ ካብ ዘይግለጽ ዓመታት ዝሓለፈ ኮይኑ ሚኒስተር ዓብደላ ሙሳ ኣብ ቀረባ እዋን ምስ ፕረዚደንት ኢሳያስ ኣፈወርቂ ኮፍ ኢሉ ምርኣዩን ኣብ ዜናዊ ጸብጻባት ብስሙ ምጥቃሱን እዩ ነቲ ሹመት ኣረጋጊጽዎ ዘሎ። ካቢነ ሚኒስትራት ኤርትራ ኣኼባ ካብ ዘይገብር ሸሞንተ ዓመታት ዝገበረ ኮይኑ፣ መብዛሕትኦም መራሕቲ ዕድመ ዝደፍኡ ምዃኖምን ህግደፍ ንሳላሳን ክልተን ዓመታት ጉባኤ ስለዘየካየደ ሓደሽቲ ተካእቲ መራሕቲ ናይ ምፍጣር ዕድል ምጽባቡ ንህዝቢ ዓቢ ስኽፍታ ኮይንዎ ኣሎ። ኣብ ናይ መወዳእታ ዜናና እንትንሓልፍ፣ ኢትዮጵያ ንጎረባብታ ጥይት ብምሻጥ ተወሳኺ ሸርፊ ወጻኢ ትረክብ ከምዘላ ገሊጻ። ሚኒስተር ምክልኻል ሃገር ኢትዮጵያ፣ ኣብ ውሽጢ ዓዲ ዝተሰርሑ ጠያይቲ ናብ ጎረባብቲ ሃገራት ብምልኣኽ ናይ ወጻኢ ሸርፊ ምእታው ከምዝጀመረ ወግዓዊ ሓበሬታ ኣውጺኡ ኣሎ። እዚ ስጉምቲ'ዚ፣ እታ ሃገር ኣብ ወተሃደራዊ ዓቕሚ ዝነበራ ናይ ሸርፊ ወጻኢ ጽዕንቶ ብምንካይ፣ ንጸጥታኣ ብባዕላ ዓቕሚ እትፈትሐሉ ሓዱሽ ምዕራፍ ዝኸፈተ ታሪኻዊ ዓወት'ዩ ክብል ገሊጽዎ ኣሎ። እንተኾነ ግና፣ እዚ ምጅማር መሸጣ ጥይት ኣብ ውሽጢ ዓዲን ኣብቲ ዞባን ብርቱዕ ፖለቲካዊ ክትዕን ነቐፌታን የልዕል ከምዘሎ ተገሊጹ። መንግስቲ ኢትዮጵያ ቴክኖሎጂ ድሮን ኣብ ውሽጢ ዓዲ ናይ ምግጥጣም ስራሕ ብሰፊሑ የተግብር ከምዘሎን ስግኣታት ፀጥታ ብኣርተፊሻል ኢንተሊጀንስ ዝተደገፈ ቅልጡፍ ምላሽ ንኽወሃበሉ ማእኸላት ድሮን ከምዘጣየሸን እውን ሓቢሩ። ትካላት ኢንዱስትሪ ኢንጂነሪንግ ምክልኻል ሃገር ንፎከስትን ከበድትን ኣፅዋር ዝኾኑ ጠያይቲ ምፍራይ ብምጅማሩ ንወፃኢ ዕዳጋ የወፅእ ዝነበረ ልዑል በጀት ከምዝቐነሶን ሕዚ ድማ ነቲ ፍርያት ናብ ወፃኢ ብምልኣኽ ተወሳኺ እቶት ይረክብ ከምዘሎን ገሊፁ። ተንተንቲ ፖለቲካ ነዚ ኣሰራርሓ'ዚ ከም ዝስዕብ ይነቕፍዎ። ቀዳምነት ምግቢ ወይስ ጥይት? ዝብል ሕቶ ዝቐረበ እንትኸውን፣ እታ ሃገር ንህዝባ ዘንብርን ካብ ጥሜት ዝከላኸልን ምግቢ ኣፍርያ ርእሳ ክትከላኸል ኣብ ዘይከኣለትሉ እዋን፣ ሰብ ዝቐትል ጥይት ኣፍርያ ናብ ጎረባብቲ ሃገራት ይሸይጥ ኣለኹ ኢላ ምምካሓ፣ ትኹረት መንግስቲ ካብ መሰረታዊ ጠለባት ህዝቢ ዝረሓቐ ምዃኑ የመላኽት ኢሎም። ዛጊድ መብዛሕቲኤን ምስ ኢትዮጵያ ዘዋድባ ሃገራት ከመይ ውዒልኪ ዘይበሃሃላ፣ ርክባተን ተበላሽዩ ኣብ ጫፍ ጽልኢ ኣብ ዝርከባሉ እዋን፣ መንግስቲ ኢትዮጵያ ናብ ገረባብተይ ጥይት ይሸይጥ ኣለኹ ምባሉ፣ ነቲ ኣብ ቀርኒ ኣፍሪካ ዘሎ ጸጥታን ምስሕሓብን ዝያዳ ዘጋድድ እምበር ሰላም ዘምጽእ ኣካይዳ ከም ዘይኮነ ተንተንቲ ፖለቲካ የዘኻኽሩ። ክቡራት ሰማዕትና ንሎሚ ዘዳሎናዮም ዕለታዊ ፍጻመታት ኣብዚ ንዛዝም። ኣብ ዝቕጽሉ ብኻልእ ርእሰ ጉዳይ ክሳብ ንራኸብ ሰላም።